ኣብዚ ቅንያትዚ ብዝተፈላለየ ደረጃታት ኣካዳሚያውን ሞያውን ስልጠና ትምህርቶም ዝዛዘሙ ተምሃሮ ዝምረቕሉ፣ መምህራንን ወለድን ፍረ ዓመታዊ ጻዕሮም ዝሓፍስሉ፣ ኣብያተ ትምህርቲ ንክረምታዊ ዕረፍቲ ዝዕጸዋሉ ቅንያት እዩ። ከም ዝፍለጥ መንግስቲ ኤርትራ፣ ነፍሲ ወከፍ ዜጋ ዕድል ትምህርቲ ረኺቡ ሰብኣዊ ዓቕሙ ኣማዕቢሉ ካብ ዕድላትን ጸጋታትን ሃገር ምዕሩይ ተጠቃሚ ምእንቲ ክኸውን ኣገልግሎት ትምህርቲ ከም መሰረታዊ መሰል ኣብ መላእ ሃገርን ኣብ ኩሉ ዜጋን ብምዕሩይነት ንምብጻሕ ካብ ዓመት ንዓመት ዕብየቱ እናተዓጻጸፈ ዝኸይድ ገዚፍ ወፍሪ ክገብር ጸኒሑ እዩ። ኣብ ዘለናዮ ዘመነ ሳይንስን ቴክኖሎጂን ዕድል ደቂ ሰባት ኣብ ትምህርቲ ይምርኮስ ብምህላዉ ኣብ ብዙሕ ከባቢታት ዓለም ኣውራ ድማ ኣብቲ ሰብኣዊ መሰል መመጻደቒ ዝኾነሉ ምዕራባዊ ዓለም ዕድል ትምህርቲ ግድነታዊ መሰል ዜጋታት ምዃኑ ተሪፉ ናብ ንግዲ ተቐይሩ ኣብ ገለ ሃገራት ምዕራብ ሓደ ተመሃራይ ቀዳማይ ዲግሪ ክረክብ ብገምጋም ሚእትን ሓሙሽተን ሽሕ ዶላር ከም ዝውድእ ይፍለጥ። ክንድዚ ክፍሊት ዝሓትት ትምህርቲ ድማ ንርኹባት እምበር ንስኡናት ኣይንታዮምን እዩ። በንጻር እዚ ሓቂ እዚ መንግስቲ ኤርትራ ዓቢ ክፋል ካብ ሃገራዊ ባጀት ንትምህርቲ እናመደበ ዜጋታት ኣብ ኩሉ ደረጃታት ብናጻ ክመሃሩ ምዕሩይ ዕድል ፈጢሩ ይርከብ። ብተወሳኺ ስርዓተ ትምህርቲ ኤርትራ ፍሉይ ዝገብሮ ንኹሉ ተምሃራይ መጻኢኡ ከውሕስ ዝሕልን ምዃን እዩ። ኣብ ብዙሓት ሃገራት ዓመት መጸ ናብ ዩኒቨርሲቲ ዘእቱ ነጥቢ ስኢኖም ካብ ትምህርቲ ዝሰናበቱ መንእሰያት ማእለያ የብሎምን። እዚኣቶም መጻኢ ዕድሎም እንታይ ከም ዝኸውን ዝሓስበሎም የለን። ከም ውጽኢት ናይዚ ብኽነትዚ ብደረጃ ዓለም መጠን ሽቕለተ ኣልቦነት መንእሰያት ካብ ግዜ ናብ ግዜ እናዓረገ እንተላይ ነተን ብቑጠባ ዝማዕበላ ሃገራት ከጸግመን ይርእ ኣሎ። ኣብ ኤርትራ ግን ከምዚ ዓይነት ብኽነት የለን። መንሰያት ኤርትራ ኣብ ቅድሚኦም ርሒብ ዕድላት ዝተቐመጠሎም እዮም። ናብ ዩኒቨርስቲ ዘእቱ ነጥቢ ዘይረኸቡ እንትኾኑ ዝተፈላለየ ዕድላት ኣለዎም። ገሊኦም ኣብ ማእከል ሞያዊ ስልጠና ብዝተፈላለየ ሞያ ከምስልጥኑ ክግበር እንከሎ እቶም ዝተረፉ ድማ ኣብ ኩሉ ትካላት ሃገር ተመዲቦም ናይ ስራሕ ክእለት ዘጥርይሉ ባይታ ተፈጢሩሎም ይርከብ። እዚ ሰፊሕን ምዕሩይን ዕድላት ትምህርትን ናይ ስራሕ ባይታን ቅድሚ ሕጂ ኣብ እዋን መግዛእቲ ዝዓበየ መንእሰያት ኤርትራ ዘይረኽብዎ ኣብ ካልእ ከባቢታት ዓለም እውን ብቐሊሉ ዘይርከብ ጸጋ እዩ። መንሰያት ኤርትራ እምበኣር ነቲ ዘለዎም ርሒብ ዕድላትን ኣብ ቀረባ ርሕቀት ዘሎ ብሩህ መጻእን ብምጥንባት ፍልጠቶምን ክእለቶምን ንምምዕባል ብተገዳስነት ክጽዕቱ የድሊ። ወለዲ እውን ሃምን ቀልብን ደቆም ኣብ ትምህርቲ ከምዝቐንዕ ንምግባር ካብኦም ዝሕተት ተራ ክጻወቱ ይግባእ። ከመይሲ መኽሰብ ትምህርቲ ክልተ ገጽ ዘለዎ እዩ። ብቐዳምነት ነቲ ዝተማህረ ውልቀሰብ፣ ብኻልኣይ ደረጃ ድማ ንሃገርን ሕብረተሰብን፣ ጻዕርን መንግስትን ሕብረተሰብን ምስ ዝወሃድ ድማ እዩ ኣብ መወዳእታ ሃገራዊ ዕላማን ራእይን ጭበጥን ሃገር ኣብቲ ኩሉ ዜጋ ዝምነዮ ደረጃ ስልጣኔ እትበጽሕን።